ሰላም ጥዕና ይሃበለይ ክቡራትን ክቡራንን፣ እዚ ሕርያ ፖስት እዩ። ካብ ሕርያ ፖስት ንሎሚ ዕለት ዘዳለናዮም ዜናታት ሒዝና ቀሪብና ኣለና። ሰናይ ምክትታል። ፈለማ ቀንዲ ቀንዲ ዜናታት እዚ ዕለት ሰራዊት ኤርትራ ኣብ ውሽጢ ትግራይ ተኺልዎ ዝጸንሐ ኬላ ከም ዘልዓሎ ተሓቢሩ። ኣብይ ኣሕመድ ናይ ቅድሚ ዓሰርተ ዓመት ሞዴል ኤርትራ ይኽተል ከም ዘሎ ተገሊጹ። ብሓይሌ ሰላም ትግራይ ዝፍለጥ ዕጡቕ፣ ሰብ ቀቲሉ ኣምሊጡ ንዝብሎ መሊሱ ናብ ፖሊስ ትግራይ ከም ዘረከቦ ሓቢሩ። እዚኦምን ካልኦትን ሒዝናልኩም ቀሪብና ኣለና። ሰናይ ምክትታል። ሰራዊት ኤርትራ ኣብ ውሽጢ ትግራይ ተኺልዎ ዝጸንሐ ኬላ ከም ዘልዓሎ ተሓቢሩ። ካብ ነበርቲ ከተማ ዛላምበሳ ከም ዘረጋገጽናዮ ሰራዊት ኤርትራ እቲ ብሸነኽ ኤርትራ ኣብ መእተዊ ከተማ ዛላምበሳ ፍሉይ ቦታ ዓዲ ሓቂ ተኺልዎ ዝጸንሐ ኬላ ምሉእ ብምሉእ ኣልዒሉ ንምንቅስቓስ ሰብን ተሽከርከርትን ክፍቲ ከም ዝገበሮ ተቓሊሑ። ከም ሓበሬታ ምንጭታትና፣ ብሽም ውዕል ኣልጀርስ ንኽፋል ከተማ ዛላንበሳ ብሓይሊ ሒዙ ኬላ ገይሩ ተመዛበልቲ ናብ ገዝኦም ከይኣትዉ ከልኪሉ ዝጸንሐ ሰራዊት ኤርትራ፣ ነቲ ኼላ ገዲፉ ናብቲ ቅድሚ ክልተ ሽሕን ዓሰርተ ሰለስተን ዓመተ ምህረት ቦታ ምሉእ ብምሉእ ከም ዘንሰሓበ ተፈሊጡ ኣሎ። ነቲ ሰራዊት ኤርትራ ኣካይድዎ ዝተብሃለ ናይ ቦታ ለውጢ ዝምልከት፣ ብወገን ምምሕዳር ከተማ ዛላምበሳ ዛጊድ ዝኾነ ዓይነት ዝተውሃበ መግለፂ የለን። ድሕሪ ውዕል ሰላም ፕሪቶርያ እውን እንተኾነ ኣብ ከተማ ዛላምበሳ ኣገልግሎት ኢትዮ ቴሌኮም፣ መብራህቲ፣ ማይን ባንክን ከምዘየለን ህዝቢ ኣብ ከቢድ ማሕበረ ቁጠባዊ ሽግር ተሳጢሑ ከምዘሎ ይፍለጥ። ዛጊድ ስርዓት ኣስመራ ነቲ ብውዕል ኣልጀርስ ንኤርትራ ተጠሪሩ ዝብሎ መሬት ይኹን ካብ ኤርትራ ናብ ኢትዮጵያ ተጠሪሩ ዝበለ ቁሸታት ብሸነኽ ጉለመኸዳ፣ ኢሮብ፣ ኣድያቦን እገላን ጎቢጡ ሒዝዎ ከምዘሎ ይፍለጥ። ኣብይ ኣሕመድ ናይ ቅድሚ ዓሰርተ ዓመት ሞዴል ኤርትራ ይኽተል ከም ዘሎ ተገሊጹ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብ ዝሓለፈ መዓልታት ኣብ ባይቶ እታ ሃገር ዝሃቦ ርእይቶ ንሓይልታት ፋኖን ሰራዊት ናጽነት ኦሮሞን ዝኣመሰሉ ቀንዲ ተቓወምቲ ሓይልታት ከይጠቐሰ ከም ዝሓለፈ ተገሊጹ። ትንታነ ኦል ኣፍሪካን ዶት ኮም ከም ዝበሎ፣ ንሱ ነቲ ጉዳይ ከም ጉዳይ ልኣላውነት ብምቕራብ ህዝባዊ ደገፍ ንምዕባይ ይፍትን ኣሎ ዝበሎ ኣብይ ኣሕመድ፣ ቀደሙ እውን ኢትዮጵያ ናብ ወደብ ዓሰብ ምብጻሕ ህላወኣዊ ድሌት ከም ዘለዋ ዝብል ትረኻ ብምጥቃም ካብ ውሽጣዊ ጸገማት ኣቓልቦ ንምህዳም ከም ዝፈተነ ኣቃሊሑ። እንተኾነ እቲ ቀዳማይ ሚኒስተር እዚ ኣይተዓወተሉን ኣይሰመረሉን ክብል ይከራኸር። እቲ ትንታነ ብተወሳኺ መደረ ኣብይ ኣሕመድ ብርእሰ ምትእምማን ንደጋዊ ጸቕጢ ምቅዋም ዝብል ሓሳብ ብምጥቃሙ ምስ ስርዓት ኤርትራ ህግደፍ ቅድሚ ዓሰርተ ዓመት ፖለቲካዊ ቋንቋ ዝመሳሰል'ዩ ክብል ነቒፍዎ ኣሎ። ቀይሕ ባሕሪ ንምብሓት ዝዓለመ ሓድሽ ስምምዕ ተኸቲሙ። ምኽሪ ሚኒስትራት ሶማልያ ምስ ግብጺ ኣብ መጓዓዝያ ባሕርን ልምዓት ወደባትን ምትሕብባር ንምጥንኻር ዝዓለመ መዘኻኸሪ ስምምዕ ኣጽዲቑ። እዚ ስምምዕ ድማ ግብጺ ምስ ኤርትራ ኣብ መጓዓዝያ ባሕርን ምትእስሳር ወደባት ቀይሕ ባሕርን ተመሳሳሊ ስምምዕ ካብ ዝፈረመት ሒደት መዓልታት ድሕሪ ምዃኑ፣ ካይሮ ኣብ ክልቲኡ ወገናት ቀይሕ ባሕሪ ዘለዋ ባሕራዊ ተጽዕኖኣ ንምስፋሕ ትኽተሎ ዘላ ስትራቴጂ የርኢ። እቶም ተኸታተልቲ ስምምዓት፣ ግብጺ ምስ ኣገደስቲ ሃገራት ቀይሕ ባሕርን ቀርኒ ኣፍሪቃን ዘለዋ ስትራቴጂካዊ ርክባት ንምጥንኻር፣ ምትእስሳር መጓዓዝያ ባሕሪ ንምምሕያሽ፣ ኣብ ሓደ ካብ ኣዝዩ ኣገዳሲ መስመራት ንግዲ ዓለም ዝኾነ ቀይሕ ባሕሪ ድማ ተጽዕኖኣ ንምዕባይ ዝዓለመ ምዃኑ ይገለጽ። እዚ ምዕባለ ድማ ኣብ ድሕነት ቀይሕ ባሕሪ፣ መስመራት ንግድን መሰረተ ልምዓት ወደባትን ዙርያ ኣብ መንጎ ዞባውያንን ዓለም ለኻውያንን ሓይልታት ዝበርትዕ ውድድር እናተኻየደ ኣብ ዘለሉ እዋን ዝተኻየደ እዩ። እዚ ነታ ወግሐ ጸብሐ። ኣባል ጥምረት ሃገራት ቀይሕ ባሕሪ ክኸውን እየ ኢላ ወግሐ ጸብሐ ኣቓልቦ ውሽጣዊ ቅልውላው ንምሽፋን ኣብ ሰፊሕ ፕሮፓጋንዳ ዘላ ኢትዮጵያ መርድእ ከም ዝኾነ ብዙሓት ርእይቶኦም ይህበ ኣለዉ። ብሓይሊ ሰላም ትግራይ ዝፍለጥ ዕጡቕ፣ ሰብ ቀቲሉ ኣምሊጡ ንዝበሎ መሊሱ ናብ ፖሊስ ትግራይ ከም ዘረከቦ ሓቢሩ። እቲ ማእኸሉ ኣብ ክልል ዓፋርን ሰራዊት ኢትዮጵያን ኣብ ዝቆፃፀሮም ከባብታት ትግራይ ገይሩ ብስርዓት ኢትዮጵያ ቀለብ ከም ዝስፈረሉ ዝንገር ዕጡቕ ሓይሊ ሓራ መሬት ነብሲ ቀቲሉ መፂኡኒ ንዝበለ ውልቀ ሰብ መገዲ ሽማግለ ኣቢሉ ናብ ፖሊስ ወረዳ ዓዴት ከም ዘረከቦ ተገሊፁ። እቲ ዕጡቕ ሓይሊ ከምዝገለፆ፣ ብጉዳይ ቕትለት ዝጥርጠር ኣይተ ኣለማዮ ሰፋ ዝተብሃለ ውልቀ ሰብ ኣብ ትሕቲ ቐይዲ ኣፅኒሑ መሊሱ ብመገዲ ማእኸላይ ሽማግለ ናብ ፖሊስ ትግራይ ተመሊሱ ክርከብ ከምዝገበረ ኣብሪሁ። እቲ ውልቀ ሰብ ብዕለት ዕስራን ሸውዓተን ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት፣ ካብ ቤት ማእሰርቲ ኣምሊጡ ናብቲ ዕጡቕ ሓይሊ ዝቆጻጸሮ ከባቢ ድሕሪ ምኻዱ፣ ዕስራን ትሽዓተን ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ዳግማይ ተታሒዙ ብግንባር ሓደ ዝፍለጥ ሓይሊ ብማእኸላይ ሽማግለ ኣቢሉ ልኢኹ ንፖሊስ ወረዳ ዓዴት ከም ዘረከቦ ተፈሊጡ ኣሎ። እንተኾነ እቲ ኣብ ልዕሊ ትግራይ ፅንተት ዝፈፀመን ሕጂ እውን ተመሊሱ ኣብ ልዕሊ ትግራይ ኲናት ንምኽፋት ኣብ ምድላው ዘሎ ስርዓት ኢትዮጵያ ዝእዘዝ ዕጡቕ ሓይሊ ነዚ ተግባር ምግባሩ ንፖለቲካዊ ከስቢ ዝዓለመ ደኣ እምበር ንፍትሕን ርትዕን ካብ ዘለዎ ሓልዮት ከም ዘይኮነ ብዙሓት ርእይትኦም ይህበ ኣለዉ። ትካላት ጸጥታን ስለያን ኢመሬትን ኬንያን ኣብ ልዕሊ ትካል ስለያ ኢትዮጵያ ወግዓዊ ነቐፌታ ኣቕሪቦም። ምስ ሕቡራት ዓረብ ኢመሬትን ኬንያን ምትእስሳር ዘለዎም ትካላት ጸጥታን ስለያን ኣብዚ ቀረባ እዋን ኣብ ከባቢ ኩርሙክ ንዘጋጠመ ወታደራዊ ምስሓብ ስዒቡ ኣብ ልዕሊ ትካል ስለያ ኢትዮጵያ ብርቱዕ ነቐፌታ ከም ዘቕረቡ መርበብ ሓበሬታ ሻሂድ ዓይን ሓቢሩ። ብመሰረት እቲ ዝወጸ ገምጋም፣ ኢትዮጵያ ኣብ ኣንፈት ሰማያዊ ናይል ንሓይልታት ቅልጡፍ ወተሃደራዊ ደገፍ፣ RSF፣ ዘገልግል ናይ ቀረብ መስመራት ክትከፍት ወይ ክተውሕስ ከም ዘይከኣለት ተገሊጹ ኣሎ። እቲ ምንጪ ወሲኹ ከም ዝሓበሮ፣ ሓደ ካብቶም ዝዓበዩ ጌጋታት ስለያ ኢትዮጵያ፣ ንዓቕሚ ወተሃደራዊ ስለያ ሰራዊት ሱዳን ኣሕሲሩ ምግማቱ'ዩ ክብል ገሊጹ። ሰራዊት ሱዳን ኣብ ምቕጃን ስርኩሙን ብሓደ እዋን ዝተወደበን ዝተወሃሃድን መጥቃዕቲ ብምክያድ፣ ኣብ ልዕሊ እቶም ምስ ኢትዮጵያ ዝተሓባበሩ ሚሊሻታት ዓብዪ ስዕረት ከም ዘውረደ እቲ ጸብጻብ የረድእ። ኣብቲ ስርሒት ብዙሕ ኣጽዋርን ወተሃደራዊ ንዋትን ክማርኽ ከም ዝኸኣለ እውን ተገሊጹ ኣሎ። ብዛዕባ እቲ ኣብ ኩርሙክ ዝተፈጸመ ስዕረት ኣብ ዝተውሃበ መብርሂ ድማ፣ እዚ ኵነታት ኣቐዲሙ ዝተገመተ ከም ዝነበረ ኣመላኺቱ፣ ሓይልታት ሓሙዳ ኣልበይሺ ብሰራዊት ሱዳን ጽኑዕ ስለያዊ ምክትታል ይግበረሎም ከም ዝነበረን መብዛሕትኦም ተዋጋእቲ ድማ እኹል ወተሃደራዊ ልምዲ ዘይነበሮም ምዃኑ እውን